ካብ ኮርን ዓቐብ ወሲኖምስ በዙይ ጌርካ ዓፋር ኬድካስ ምስ ኣብይ ኮይንካ መፂኻስ ማለት እዙይ ባይዘወይ ማለት ሕሙማት እኮ ኣይኮናን በቃ ኣይወሰንዎን ኣይደገፍክዎን ይቕመጥ ኣብ ትግራይ ክቃለስ ኮይኑ ኣብ ትግራይ ይቃለስ ዋ ኣብ ትግራይ ኮይኑ ክቃለስ እየ ዝብል እንተሃልዩ ልክዕ እዩ ተኡ ዘሎ ሰብ ትግራዋይ እዩ ተኡ ትግራዋይ ንትግራዋይ ክታኸስ ኣይንደልን ናብ ዓዱ ክመፅእ ኣለዎ ኣብዚ ዘሎ እውን ንዕኡ ዝሓቁፍ ዝኾነ ነገር ክፈጥር ኣለዎ ምባል ግድን እዩ ዋ እስኪ ዜሬ ርኢኹም ወድን በይተይን ወደን ጥሩን ሓቢሮም እዮም ብልፅግና የሳጉዎም ነይሩ ንብልፅግና ኣሳጒቦም ዘውፅዎ ቤተሰብ ወድን በይተይ ቤተሰብ ወደን ጥሩ ትቕተልን ትሕረድን ዝነበረት ብብልፅግና ሰራዊት እዩ ሕዝስ ንወድን በይተይ ንምግጣምስ ምስ ኣብይ ኮይኑ ዝመጽእ ዘሎ ወደን ጥሩ ከመይ ገይረ ኣነ ትኽክለኛ ክብሎ ከመይ ገይረ ከ ምክንያታዊ ክገብሮ ስምዒታዊ እዩ ትኽክል ኣይኮነን ክትወፁ ኣለኩም ካሊእ ጉዳይ እዩ ንሱ ምክንያታዊ ምግባር ምሙካር ብግልፂ እናተነገረ ካብኡ ድማ እንደገና ብሄርተኛ እየ ምባል ከዓ እኒ ንሱ ምክንያታዊ ንምግባር ዋ ማለት እቲ ብሄር ናይ ኩላትና እዩ ስለዚ ብሄራውነት ዝበሃል ኣነ ባይዘወይ ኣብ ወርዒ ንሕወሓት ክፍርስ እየ ከጥፍእ እየ ክላሽ ተዝሕዝ መሰሉ እዩ ኣነ ደጋፊኡ ኣላ ይንኹን ግን ኣብ ትግራይ ኮይነ ከገጥመላ ትይል ይግጠመላ ምስ ኣብይ ኣሕመድ ኮይነ መፅኤ ብግልፂ እናተዛረበ እሞ ናይ ኣብይ ኣሕመድ ፕሮጀክት እንታይ ምዃኑ እናረኣናዮ ከመይ ገርና እዚ ብስሩ ምክንያታዊ ንገብር እዚ እንዲያም ብሄራውነት ዝልካዕ ብሄር ምስ ምዕቃብ ግዝኣትካ ምስ መሓዝ እዩ ካሊእ ምስ ተመዛበልቲ ምምላስ እውን ኣብኡ እውን ስለ ዝተረኣየ ተመዛበልቲ ኣብ ምምላስ ተመዛበልቲ ጥራይ ይመለሱ ባይዘወይ ካብ ዓዶም እዮም ኣብ መሬቶም እዩ መሰሎም ዝረጋገጽ ሰብኣውነቶም ዝረጋገጽ ሓንቲ እኒሃ ሓስቡ ኢላ ተላዒላ ንበይና ትምጻእ ብዛዕባ ሰብኣውነት ይብሉኻ ሰብኣውነት ማለት ናብ ገዛኻ ክትምለስ ከለኻ እዩ ርስትኻ ክረጋገጸልካ ከሎ እዩ ሰብኣውነት ማለት ወይ ጎጃም ወይ ጎንደር ኣይኮነን ተመዛቢሉ መጽኡ ካብኡ ተገልቢጥካ ድማ ንሱ ይመለስ ወዲ ወረደ ኣይምለስን ዋይ ዓቅሚ እንተሃልይካ ወዲ ወረደ መንጀሪኖ ኣብ መቐለ እኒኣውፁ ኣውርዶም ዶ መን እዩ ክሕዞ እሱ ወዲ ወረደ ይመለስ ማለትስ ናይ መኸተ መንግስቲ ይመለስ ማለት እዩ ኦኬ ናይ መኸተ መንግስቲ ኣብ መቐለ ደይኒህን እንድሕር ዓቅሚ ሃልይካ ውርዶ እንድሕር ብሄራዊ ኮንካ ውርዶ እዚስ ግልፂ እዩ ስለዚ ኣብዚ እውን ብጣዕሚ ተጋሩ ነንባዕልና ንሰሓሓበሉ ኣጀንዳ ኮይኑ እዚ ክርኢ ከለኹ ብጣዕሚ እዩ ዘሕዝን። ፋይናሊ ከጠቓልል ኣነ መዋጽእ ዝብሎ፣